ከማኻ ከማኻ ፍጥረት ጥይት ክዓርፈካ ከሎ ዝዛምካ መሕዘኒ እዩ መስካ መስካሕክሕ እዩ ኣነ ንምግላፁ ብጣዕሚ እዩ ዝኸብደኒ ኣሎ ኣብ ፈሪሐ እየ ዋላ ማይ ይተኣሰር ዋላ ወዳ ዋላ ጓላ ክመፀኒ እዩ ክፍታሕ እዩ ምሕረት ክግበረሉ እዩ ካብ መንግስቲ ላለት ፀኒሓ እንደገና ወድኺ ጓልኪ ስብኣይኪ እዚ ኮይና ክትበሃል ከላ ኣነ መግለፂ የብለይ ዋይ እስኪ ድምፂ ንኹኖም ኣሕዋተይ መዓረይ ኣምላኽ ይተሓወሶ። ክልተ ሚእቲ ሰብ ኣይኮነን ሓደ ሰብ ክባር እዩ ህይወት ዙረ ግን ዓዶም ድምፂ እስካብ ንኾኖም ኣንሕናለ ሰባት ካብ ለለናዮ መውዚ ደገ ለለኹም ሰባት ካብ ለለኹሞም ናይና ድምፂ ናይ ህይወት እዩ ልኾን ዶ ዝወግዕ እዚ ሲ ኢልካ ቃላት ብቻ ኣይኮነ ልኾን ዶ ልሰምዕ ለኣናዊ ዝስለ ለለና ምንም ለይ ክመስለና ይኸል እዩ ልተመው ለለዉ ወይ ልዘመው ዝለለ ኣኅዋት ለለዎም ኣቦኦም ኢንዎም ኢልኾኑ ተኣሰርዎም ግን ድምፂ እዩ ዝወዝኒ ወግዕ ካብ ቃላት ብላዕሊ ናይ ህይወት ጕዳይ ልኾን ዶ ቤተሰብ እዚ ነገር እዚ በቃ ብቐሊል ንኸይረአ ደጊምና ደጋጊምና ድምፂ ንኹኖም። ሰላም ሰላም ፋሚሊ ናይ ኣማነት ዩቱብ ቻናል ተኸታተልቲ ዝኾንኩም ቤተሰብ ያው ሃመን ኔኹም ንሕና ዳሕና ኢና ፋሚሊ እግዚኣብሔር ኣምላኽ ይመስገን ያው በብለለኹሞ ሰላምኩም ብዝሕ ዝሕ የለለ ይናበልኩ ፋሚሊ ሎማዓንቲ ብኻሊእ ዓይነት ቪድዮ መፂኦኩም ኔኹም ኣል ደባሪ ሙድ ኢና ኔና ፕራንክ ግዛዕ ይኹን ኢና ሎማዓንቲ ቪድዮ ኢና ፋሚሊ ያው ሃም ልፍለጥ ደገ ለለዎ ኣሕዋትና ማለት ተውስዕዱ ለለዎ ኣሕዋትና ልተኣሰሩ ኔው ክልተ ሚእቲ ስሳት ልኾኑ እዮም እኔዉ ፋሚሊ ሃምዝ ልፍለጥ ናሞት ፍርዲ ተፈሪዱ እኔዮ ዝዜና እና ሸሞንት ሳት ስካ ሕዚ እንትንጌሮም እኔዉ ፋሚሊ ታዩ ሕዚ ልቐረዩ ሳት እኔው ልዞም ልቐረዩ ሳት ድምፂ ንኹኖም ናዮም ናይና ቃል ድምጽ ለዎም ይኾኖም ናይና ጽዋ ሕይወት ስለ ልኾኖም ፋሚሊ ስኹም። ብልኻልኩሞ ድምጽ ኹኑ ያው ኣንሕናለ ልማዘርክ ሎምዓንቲ ተውጊዐያ እኔኹ ማለት ፕራንክ ይኾና ሒዝናልኩም መጺና እኔና ፋሚሊ እዚ ጉዳይ ናይ ሂወት ጉዳይ ስለ ዝኾነ ሎምዓንቲ ፕራንክ ግዛዕ ንገብር ማለት ኣብቲ ኮንድሽን ንሱ የለን ኣዩ ዞሮ ዞሮ ግን ፋሚሊ እዚ ቪድዮ ንስኹም በብለለኹሞ ድምጽ ኹኑ ላይክ ኢልኩም ጀምርዎ እዚ ነገር እዚ ማለት ናይ ሂወት ጉዳይ ስለ ዝኾነ ንማዘርለይ ኣብ ሀዚ ገዛ ናብ ማዘር እየ ልኸድልኹ ቤተሰብ ናዚ ሀዚ እኒ ዜና ኢና እንትነቕርበልኹም ለና ፋሚሊ ዝሮ ዝሮ እስካ መጨረሻ እዚ ቪድዮ ላይክ ኢልኩም ጀምርዎ ደገ ለለኹም ኣሕዋትና ኣብ ስዑዲ ለለኽን ክዲ ኢላኹም ድምፂ ልምዃን ብቻ ደገ ለለኹም ወይ ንስኹም ብትኽእልዎ ግን ብሃምዚ ድምፅኹም ኩንዎም እና እስካ መጨረሻ እዚ ቪድዮ ተኸታተልዎ ኢኹም እስካ መጨረሻ ምሳና ፅና ፋሚሊ ያው ሃም ዝለወልኩም ሀዚ ኸይደ እኒኹ ለቡደይ ሰብ ቡደይ ሃም ዝለውግዓ ክስያ ያው እዞም ኣሕዋትናስ እዞም ኣብ ደገ ለለውሲ ዝኾነ ድምፂ ንኹኖም ልብል እዩ እንተ ናት እሞ ንስኻ ሓሳብክ እስቲ ንገርዮም ልቤተሰብ ናህለኸ።
እሺ እሞ ሓሳበይ መ- ብመጀመርያ ከመይ ውዒልኩም ከመይ ቀኒኹም ዳሕና ዶ ቀኒኹም ኣብ ውሽጢ ዓዲ ለለኹም ኣብ ደገ ለለኹም ኣብ ኩሉ ኩርናዕ ዓለማት ለለኹም ከመይ ቀኒኹም ይብለኩም ነገር ግን ሀዚ ያው ኣማንኤል ብልተዛረበኒ ዘስካሕኽሕ ዘሕዝን ነገር እየ ሰሚዐ መግለጺ የብለይ ብምንታይ ክኽእሎ ብምንታይ ክዛረቦ እና ኣነ ልዛረቦስ እንታይ መሲልኩም ኣብ ውጭ ለለኹም ቀይሕ ጸሊም እንተይበልኩም ሰብ ብምዃንና ኣርኣያ ስላሴ ከም ዝፈጠረና ብምዃንና ልዞም ዝተኣሰሩ ደቅና ልዞም ፍርዲ ተፈሪድዎም ለለስ ድምፂ ንኹኖም ኢለ እየ ኣነ መልእኽተይ ልሕልፍ ልዓወኹም ኣሕዋተይ ልንኣስኩም ለደቀይ ከመይ ብጣዕሚ እየ መግለፂ ስኢነሉ እቲ ሓዘን ሕዝን ኢለ እየ ምክንያቱ ሓደ ወዲ ሰብ ክሓልፈለ እዩ ክበልዕ እየ ክሰቲ እየ ኢልካ እሞ ባሕሪ ተሻጊርካ ከድካ ኣብ ዘይትፈልጦ ዓድኻ እዚ ከጋጥም ከሎ ብጣዕሚ መሕዘኒ እዩ ነገር ግን ዋላ የማይፈጠር ከም ኣርኣያ ስላሴ ከም ፈጣሪ ካብ ፈጣሪ ባዕሉ ፈጣሪ ፍርዲ ከም ግብረይ ከም ሓጢኣተይ ስለለይ ይኽተለኒ ለኣየይ እቲ መንግስቲ ናይቲ ዓዲ ድማ ከም ሓጢኣተይ ከም ግብረይ ሓሲቡ ክፈርደለይ ተለይኮነስ ብናይ ባዕሉ ሕልና ብኣፋጣጥራ ናይ ኣርኣያ ስላሴ ብመድሃኒኣለም ድምፂ ንኹኖም ሓሳብ ካብ ለይቲ ካብ መዓልቲ ናይ ፈጣሪ ሕሹኽ ተበሎስ ድምፂ ንኹኖም ንኹሉ ዓለም ኩርናዓት መልእኽተይ እዚ ይመስል ኣማንኤል ከመይ ትሓስቡ ከመይ ትሕስቡ
ያው ፋሚሊ ሃምዙ ዝትሎላ ማዘሪ ማል ፍሉጥ እዩ እዚ ዜና መነጋገሪ ኮይኑ ቀንዩ ብቻ ግን መዓልቲ ይንዋሕ ይሕፀር ዙሮ ብዝኸኣልናዮ ዝኸኣልናዮ ሰዓት ድምፂ ንኹኖም ልዞም ኣሕዋትና ማለት ስዕዲ ለለኹም ኣሕዋትና እኳ ችግር ክብለኩም እዩ ንእሽተይ ልምንጋር ዋላ ድምፂ ልምዃን ኣፍቲ ቦታ ስለ ለለኹሞ ዙሮ ዙሮ ግን ደገ ወፃኢ ለለኹም ኣሕዋትና ያው ውሽጢ ዓዲ ለለኹም ኩላህና ማለት በብንኽእሎ በብሚድያና ን ድምፂ ንኹኖም ማለት እዞም ክልተ ሚእቲ ሰባት እዚኦም እኮ ኣደ እኒኦዎም ውላድ እኒኦዎም ቤተሰብ እኒኦዎም ኢትዮጵያ ይብል ኤርትራ ይብል በቃ ማለት ኩሉ ሓሻይ ካብዚ ዝኸደ ተሰዲቱ ዝኸደ መችው ኣይኮነ እዩ። ኣዱኡ ክሕግዝ ደቁ ከዕቢ ግዛዕ እዩ። እዞም መሳቱ እዚኦም ዝኾኑ ኮይኖም ማለት ለለ ብዙሕ ነገር እዩ። ሓውካ ተለይ ኸይዱ ወዲ ሓፍትኻ ልኸደኒ እዩ ወዲ ሓፍትኻ ተለይ ኾነ ለ ወዲ ሓት በቃ ወዲ እኮኻ ልኸደኒ ኲሉ ዝሮ ሓዋሻ ብምሉ ልተተሓሓዝ ስለ ልኾነ ዝሮ ዝሮ ዞም ሰባት እዚኦም ኣንሕና ድምፂ ንዂኖም እሶምለ ናይና ድምፂ እዮም ልደሊ ኣለዉ ማለት ኣብ ጸልማት እዮም እኔዉ ካብቲ ስርየት ብለዓል ለለ ሞት ፍርድ ማለት ለለው ቤተሰብ ክሰምዕ ተሎ ብዙሕ ነገር ኢና ብቻ ቤተሰብ ብልኻልና እዮም ኲላህና በብለለናዮ ቦታ ድምፂ ንዂኖም ልዘንቆልዑ ለብለይ ኣቦ።

ብጣዕሚ እየ ሓዚነ ምክንያቱ ስደት ትኸድ ክሓልፈለይ ለቦይ ኢልነይ ልሕዋተይ ልደቀይ ክሓልፈለይ ኢልካ ኢኻ ትኸድ ግን ድማ ከማኻ ሰብ ከማኻ ፍጥረት ጥይት ክዓርፈካ ከሎ ዛንካ መሕዘኒ መስካ መስካሕክሕ እዩ ኣነ ንምግላፁ ብጣዕሚ ዝኸብደኒ ኣሎ ኣፈሪሐ እየ እና ብዘለክንጎ ዓለማት ኩርናዓት ድምፂ ንኹኖም ልዚኣቶም በይዛኻቶም ድምፂ ንኹኖም ኣምላክ መድሃኒኣለም ተተሓወሶ ንዚ ከምኡ ዝፈርድ ምሕረት ኣዝዘሎም ኢሉ ሕሹኽ ተበሎም መንፈስ ቅዱስ መድሃኒኣለም ሕሹኽ ተበለሲ እስቲ ድምፂ ንኹኖም ድምፂ እስቲ ንኹኖም እዞም ደቂ እዞም ኣሕዋተይ መዋፃፂ ይሃብኩም ኣብኡ ለለኹምላ ኣጆኹም ኣጆኹም ይበልኩም መድሃኒኣለም እሞ ብጣዕሚ እየ ሓዚነ ብጣዕሚ እየ ኣነ በቸም ዋላ ማይ ይታኣሰር ዋላ ወዳ ዋላ ጓላ ክመፀኒ እዩ ክፍታሕ እዩ ምሕረት ክግበረሉ እዩ ካብ መንግስቲ ላለት ፀኒሓ እንደገና ወድኺ ጓልኪ ስብኣይኪ እዚ ኮይና ክትባሃል ከላ ኣነ መግለፂ የብለይ ዋይ እስኪ ድምፂ ንኹኖም ኣሕዋተይ መዓረይ ኣምላኽ ይተሓወሶ እንታይ ኢኺ
ከማል ኣዚያ እያ ከቢድ እዮ እንድዒ ብቻ ኣነ ለይ ይከብደኒ ኣሎ እኮ ወግዒ ጠፊኡኒ ልሓሰብክዎ ካሊእ ልኮነኒ ዘሎ ካሊእ እዩ ኣብ ውሽጢ ለላ ማዘር መዓት ደቂ እንየዎም ኣሕዋት እንየዎም ፈትዮም ይኮኑ ኢዩ ልዓርሶም ልግላዊ ጥቅሞም ኢሎም እኳስ ይኮኑ ኢዩ ከይዶም ላብኦም። ማለት ንግሊ ከልኻስ ዋላ ኣብዚ ካልእ ክትገብር ትኽእል ኢኻ ኣብኡ ልኸድ ኣለዎ ግን ልቤተሰቦም እዩ ዙሮ ደገ ለለኹም ኣሕዋትና ባዕልኹም ትፈልጥዎ ኢኹም በቃ ስደት ክንደየናይ ምሕማቑ ኣብ ሩስያ ከምዚ ማዘር ትብለላ ኣለ በቃ ክኾን የብሉ እዩ እዚ ነገር እዚ ተይኮነ ካብ ደሓር ንጣዓስ ብልኻልና እዩ ለለና ደገ ውሽጢ ዓዲ ተየልና እዚ ደጊምና ደጋጊምና ሶሻል ሚድያ የዐይናስ ንጥቀመሉ ኹላህና ሰባት ማለት እዩ መልእኽትና ብዙይ ድምጽና ነስምዖ እዮም ሎም ድምጽ ንኹኖም ኣሕዋትና እዮም ብላዕ ኣብለን ንሕና ኢና ንጉዳእ። ተለይ ኮይና እዮም ማለት ሃማዛ ፈዛዛ ን ክልተ ሚእቲ ሰባት ማለት ብጣዕሚ እዩ ብዙሕ ክልተ ሚእቲ ሰብ ኣይኮነን ሓደ ሰብ ክባር እዩ ሂወት ዙረ ግን ዓዶም ድምፂ እስካብ ንኮኖም ንሕና ሰባት ካብ ለለናዮ መውዚ ደገ ለለኩም ሰባት ካብ ለለኩሞ ናይና ድምፂ ናይ ሂወት እዩ ዝኮን ዘሎ ዝወግዐ እዚ ስኢል ካብ ቃላት ብቻ ኣይኮን ዝኮን ዘሎ ዝሰምዕ ንዓና ኣብዚ ስለ ለለና ምንም ለይክመስለና ይክእል እዩ ልተመው ለለው ወይ ልዘመው ለለው ኣሕዋት ለለዎም ኣቦኦም እኖኦም እዩ ዝኮኑ ዝተኣሰርዎም ግን ድምፂ ዝወዝኒ ወግዐ ካብ ቃላት ብላዕሊ ናይ ህይወት ጉዳይ ልኾኑ ለቤት ሰብ ዝነገር እዙይ በቃ ብቐሊል ልኸይረ ደጊምና ደጋጊምና ድምፁ ንኹኖም በቃ ደገ ለልኽነ ኅዋትና ይርደና እይ ማልት ኣብ ሶሻያል ሚዲያ ለ ስለንሩ የለና ድምፂ ልምዃን ይኸብደኩም የፍቲ ዓዲ ማል ሃም የልኽን ሶሻያል ሚዲያ ልኽዘርግሕ ክኸብደክን ብቻግን ብልኻልኩምዎ። ሕጋውያን ዝኾንኩም ኣሕዋትና ለ ፅቡቕ እኒኦ እዩ። ኣብዚ ሰላማዊ ሰልፊ ንርኢ ኣለና ኢና ቤተሰብ ኣብዚ ማለት ኣብ ውሽጢ ዓዲ ለሎ እዩ ብዙሕ ያን ያህል ኣይኮነን እዩ እና እዚ ነገር እዚ ባዕልና ንባዕልና ተሓባቢርና ነድምቆ ኣሕዋትና ነድሕኖም ሂወትና ነድሕኖም ለኣና ክብሉ እዮም ደገ ወፅዮም ለሓዎም ለሓፍቶም ለኣኻ ለኣኺ ለኣና ልኽብሉ እዮም ወፅዮም እና ኩላህና ድምፂ ንኹኖም ያው ኣነ ናየይ መልእኽቲ ወዲኤ እየ። እዎ መልእክተይ ኣነለ እንታይ መሲልኩም በቃ መልእክተይ መግለፂ የብለይ መድሃኒኣለም ይተሓወሶ እስኻቶም ድምፂ ዝኾንኩምዎ ምሕረት እያ ኮይኑ ዝብል ወረ መድሃኒኣለም የስመዐና እሞ ዞም ደቂ እዚ ይመስል መልእክተይ መድሃኒኣለም ናይ ሓጎስ መድሃኒኣለም ናይ ምሕረት የስመዐና ዞም ደቀይ ቻው ይፈትየኩም እየ ኣብኡ ዘለኹምለ ፅንዓት የፅናዕንዕኹም የትብዕኹም መድሃኒኣለም ኣሜን ያው ፋሚሊ ብሃይ ቪድዮ ዳው ጨዋታ ላ ቀልዲ ልገርልና ሰዓት ስካል መጸላ ያ ሎ ማዓንቲ ዲና ብዙ ዓጢና ኔና ሰላምኩም ብዘሕ ዘሕ በለና ቻው ቻው